ከዕልለኩም እንዴ መጽየ ምኽንያቱ ስለ ዝናፈቅኩኹም። ክገርመኩም ኣነ ከዕልል እንዴ መጽየ ናፊቀኩም እንዴ። ከመይ ትቅንዩ ክቡራትን ፍትዋትን ተከታተልቲ ሽደን ሪኣክትስ ዋን። እግዚኣብሔር ይመስገን። ኣነ እግዚኣብሔር ይመስገን ሰላም ቀንየ ኣለኹ ከምዚ ከማይ ኣለኹም ዶ ንስኻትኩም ውን ከምዚ ከማይ እንድሕር ድኣ ኮይንኩም ማለት እዩ ኣብ ናይ ኮሜንት ቦታ ይመስገን እናበልኩም ግለጹ እስኪ ይመስገን ጽቡቅ ቀንየ ኣለኹ ድሓና እየ እዚስ ማንም ዝኸልእና ምሽ ኣይኮነን ከምዚ ነገር ማለት እዩ። Anyways ኣብ ናይ ሎማዓንቲ ቪድዮታት ብዙሓት ዕላላት ኣለዉ በበይ ከም ንጅምር በበይ ከም ንውድእ ኣዝዩ ብጣዕሚ ኣዛራራቢ ዝኾኑ ቪድዮታት እዮም ሱቕ ኢልና ንእግረ መንገድና ዘምጻናዮም ማለት እዩ ግን ከም ሓንቲ ሎማዓንትስ ሳብስክራይብ ግበሩ ገለ ገለ ግበሩ ገለ ገለ ካብ ዝብልስ እስኪ ሓንቲ ዝኾነት ናተይ እወንታዊ ታራ ክጻወተላ ዝኽእል ነገር ድኾን ትህሉ ትኸውን ብዝብል ሓንቲ ፕሮግራም ከርእየኩም ንቐደም ንቐደም ማለት እዩ ካብ ናብቲ ናይ ሎማዓንቲ ቪድዮ ከኣ ሒዘኩም ክሓልፍ እዛ ትሪእዋ ዘለኹምሲ ፒስ ሮድ ማፕ ፎር ኢትዮጵያ ን ኢሪትሪያ እያ ትብል ማለት እዩ እዚ ኣነ ዘዳለኽዎ ማለት እዩ ስለዚ እንድሕር ድኣ እዘን ክልተ ዓድታት እዚኣተን ክሰማማዓ ድሌት ተዝህልወን ኔሩስ እዘን ነገራት እዚኣተን ተዝገብራስ ምናልባት ናብ ጽቡቕ ነገር ክመጻ ይኽእላ ዶኾን ይኾና ዝብል ናይ ባዕለይ ርኢቶን ናተይ ምልከታን እዩ ማለት እዩ እቲ ቀዳማይ እንታይ እዩ ወድያው ሕጂ ማለት እዩ ብፍጥነት ናብ ምርድዳእን ዲኢስካሌሽን ዝብሃል ነቲ ሕጂ ዝግበር ዘሎ ማለት እዩ እቲ ሓደ ኮምዚ ተገብረ እቲ ሓደ ቦቲ ኮይኑ ዝምልስ እቲ ሓደ ቦቲ ኮይኑ ዝዛረብ ገለ ገለ ዘለዉ ናብ ምርግጋዕ ተዝምጻእ ማለት እዩ እዚኣቶም ድማ ፓብሊክሊ ወይ ድማ ብቅሉዕ ክልቲኤን ሃገራት ቀጥታዊ ዝኾነ ነንባዕላተን ክዘራረባሉ ዝኽእላ ናይ ምዝርራብ መስመር እንተ ዝኸፍታ ማለት እዩ እዚ ኩሉ ሰብ ዝሰማምዓሉ ሓሳብ እመስለኒ ወይ ከኣ ዝድግፎ ሓሳብ እዩ ኢለ ኣነ ይኣምን ማለት እዩ ብጣዕሚ ኢምፖርታንት ካብ ዝኾኑ ነገራት እዩ። ዳይሬክት ኮሚኒኬሽን ሆትላይን። በቃሲ ብሓጺሩስ ክዘራረቡ እንተዝኽእሉ እዞም ዓድታት እዚኣቶም ፓብሊክሊ ናብ ዝኾነ ነገር ምበጽሑ ኔሮም። ኣይገበርዎን ኣይብሃልን ግን ደጊሞም ክገብርዎ ማለት እዩ። ጻውዒት ናይ ሓደ መንእሰይ ኤንወይስ። ካሊእ ክልቲኦም ዓድታት ናብ ባይላተራል ነጎሽሽን ማለት እዩ ንክልቲኦም ዓድታት ዘዘራርብ ስምምዕነት ተዝገብሩ ንኣብነት ኢትዮጵያ ኣክሰስ እንድሕር ድኣ ትደሊ ኮይና እቲ ክትጥቀሞ ትደሊ ነገር ብንጹር ኤርትራ ከኣ እቲ ካብቲ ኣክሰስ ክትረኽቦ ትኽእል ነገር ብንጹር ኣብዚስ ክልቲኤን ተዘውግዓ ማለት እዩ ንስኺ እዚ እንታይ ይጎድለኪ ንስኺ እንታይ ክትጥቀሚ ትደሊ ዝብል ናይ ክልቲኤን ስምምዕ እንተዝጅምራ ማለት እዩ ድሕሪ እቲ ኮሙኒኬሽን ባይላተራል ኣግሪመንት ወይ ከኣ ነጎሽሽን እንተዝጅምራ ማለት ካብኡ ቅጽል ኣቢለን ሳልሳይ ኣካል ተተሓውሳሉ ናይ ሕጊ መስርሕ ብዘለዎ ወይ ከኣ ሌጋል ፍሬምወርክ ብምግባር ኢትዮጵያን ኢርትራንሲ ናብ ስምምዕ ዘምጽኣ ከም በዓል ዩኤን፣ ኢጋድ፣ ኤዩ ኣህትዮምሲ እንተዘዘራርብዎም ብዘረባ ክፍታሕ ተዝኽእል ማለት ኣክሰስ ቨርሰስ ሳቨሬንቲ እንድዩ ትኽልቲኡ ዘሎ ማለት እዩ ስለዚ እቲ ሉኣላውነት ተይተጣሕሰ እቲ ኣክሰስ ከኣ እንተይተኸልከለ ጊቭ ኤን ቴክ ዊን ዊን ብዝኾነ ፖሊሲ ክልቲኤን ተሰማምዓ ብጣዕሚ ኣዝዩ ዝኾነ ንጹር መንገዲ ምተፈጥረ ማለት እቲ ቕፅል ኢለ ዘቕርበልኩም ድማ ኢንሰንቲቭስ እዩ ወይ ከዓ ናይ ኣክሰስን ናይ ኮኦፕሬሽን ኢኮኖሚክ ኮኦፕሬሽን ዝበሃል ወይ ከዓ ምትሕብባር ማለት እዩ ነንባዕላተንሲ ብመዳይ ኢኮኖሚ ኣነ በዚ ክሕግዝ እየ ንስኻ ከምዚ ትገብሪ ንኣብነት ኢትዮጵያ ነቲ ፖርት ዘሎ ኢንፍራስትራክቸር ወይ ከዓ መሰረተ ልምዓት ትሕተ ቅርፁ እንድሕር ድኣ ክትሃንፆ ክኢላ ኤርትራ ድማ ዝግበረላ ክፍሊት ይኹን ብካሊእ ብዓይነት ይኹን ብካይንድ ትረኽቦ ዝኾነ ይኹን ጥቕሚ ተኸባቢረንሲ ክልቲኤን ክጥቀማ ድልየት ኣሕዲረን እንተዝብገሳ ነይረን ማለት እዩ ምናልባት ብጣዕሚ ዝቐለለ ክኸውን ዝኽእል ዝነበረ ነገር እዩ። እቲ ካሊእ ሪጅናል ኢንተግሬሽን ዝበሃል ጉዳይ እዩ። እዚ ኸኣ ኣብቲ ጎደቦና ማለት እዩ ብጠቕላላ ነዚ ቀይሕ ባሕሪ ብዝምልከት ናይ ሰላም፣ ናይ ርግኣት፣ ናይ ጸጥትኡ ዝምልከት ብዙሓት ዓድታት እንድየን ኣብኡ ክሳተፋ ዝኽእላ ማለት እዩ ከም በዓል ጅቡቲ ከም በዓል ሱዳን ብዙሓት ኣለዋ እንድየን እዚኣተን እውን ተሳቲፈንሲ ኣብቲ ናይ ሰላም ስምምዓት ኣትየን ተሓባቢረን ንሰላም እንተዝሰርሓ ማለት ፒስፉል ብዝኾነ መንገዲሲ ከመይ ጌርና ኢና ጸጥታ ናይቲ ከባቢና ክንሕሉ ንኽእል ኢለን እንተዝሰርሓ ማለት እዩ። እቲ መወዳእታ ሕጂ ዘይከኣል መሲሉ ዝስመዐና ዘሎ ነገር እቲ ምትሕብባር ክኸውን ይኽእል፣ እቲ ምርኽኻብ ክኾን ይኽእል፣ እቲ ምውጋዕ ክኾን ይኽእል፣ እቲ ምልዛብሲ ብንእሽትለይ እንተዝጅምርኦ ማለት እዩ፣ ብስሞል ስኬል ብንእሽትለይ እንተዝጅምር እሞ ካብኡ እንዳዓበየ ዝኸይድ ነገር ንምዃኑ ናብ ህዝቢ ዝወርድ፣ ናብ ናይ ሰላም መስርሓት ዝወርድ፣ ናብ ሌጋል ፍሬምዎርክታት ዝወርድ እንተዝኸውንሲ እንታይ ይመስለኩም? ኣነ እዚ ኢለ፣ ብዙሓት ሰባት ድማ ነናይ ባዕላትኹም ሓሳብ ከተቕምጡ ትኽእሉ ኢኹም፣ ግን እዋእ! ምናልባት ዘይሰምዕ ኣካል ኣይህሉን ድዩ ኣብቲ ጉዳይ እዚ? ንሳቶምዶ ንሕናዶ ኮይንና ክንነግሮም? ግን እስኪ ምናልባት ሪሄርስ ገይሩ ሓደ ሰብሲ ከም ሓሳብ እንተመጸሉ እሞ ነቲ ሓሳብስ ከም ብሓድሽ እንተበገሶ ዝብል ኢንተንሽን ስለ ዘለኒ እየ እዚ ተዛሪበዮ፣ እዚ ኢለ ናብቶም ናይ ሎማዓንቲ ዘለዉ ቪድዮታት ክወስደኩም ማለት እዩ። እሺ ካብቶም ናይ ሎማዓንቲ ቪድዮታት ኩላና ንፈልጦ እዩ ማለት እዩ ሓውና ማጊ፣ Maggie Show፣ ዝኾነ ኢንተርቪው ጌሩ ኣሎ ኣብቲ ኢንተርቪው ዝተዛረቦ ሓደ ወሳኒ ተርም እንታይ እንታይ ዝብል እዩ ዝብል ብዛዕባ ንሱ ክነውግዕ ኢና ማለት እዩ። ኣወ ባይ ዘ ወይ እዛ ቃል እሳ ብጣዕሚ ካብ ልፎትያ እንትን እያ። ብተመሳሳሊ ማዕበል ክፍላይ እውን ሓንቲ ዘረባ ተዛሪቡ ኣሎ ማዕበል ለምቅነ እንዳተዛረበ እዩ ቀንዩ ዘሎ ሓንቲ ወግዒ ካብኡ እውን ከስምዓኩም እየ። ኣብዚ ኢትዮጵያውያን ናይ ብሓቂ ኣለኩም ዶ ኣለኹ ማዕረት ንንዕቆም ዝነበርና። ቅፅል ኣቢለ ብዛዕባ ትምህርቲ ስታሊን ኣብ ምንታይ ከም ዝተምሃረን ገንዘብ እንዳኸፈልኩ እየ ተማሂረኩ ኣነ ዝብል ወግዒ ሒዙ መፂኡ ኣሎ እሞ ንምንታይ እዩ ከምኡ ኢሉ ክዛረብ ደልዩ ዝብል እግረ መንገዱ ከውግዓኩም እየ። እኔ የአብይ ደጋፊ ነበርኩ መጀመሪያ እሺ። ወደ ስልጣን እንደመጣ።
ንህዝቢ ትግራይ ፃውዒት ገይሮም ናይ ሰላሳ ቢልዮን ፕሮጀክት ኣሎስ ንዕዑ ኣፍርስዎ ዝብል ፕሮጀክት ኣሎ ነቲ ፕሮጀክትስ መን እዩ ከምኡ ኣፍርስዎ ዝብለና ዘሎ ንምንታይ ከ ኢና ንሕና ናብ ከምኡ ተመሪፅና ንከምዚ ዓይነት ዳይሬክት ክንጥቃዕ ንግበር ዘለና ዝብል ወግዒ ትግራዋይ ነዚኤን ክተፍርስ ክትቃለስ ክትክእል ኣለካ ክዋጋእ ትክእል ኣለካ እዚ ፖለቲካል ኢኮኖሚ በቃ። ሕዚ እውን ዝተረፉ መንእሰይ ሒዝና ክንዋጋእ ኢና ኢሎም ዝተዛረቡን ንዕኦም ዝገጠሞም ተቓውሞታትን። ክንጋደል ኢና ክንቃለስ ኢና ኣብ ጎንኹም ኮይንና ንመን ሒዝና ንኣኹም ሒዝና። ብዙሓት ህዝቢ ትግራይ ንሕወሓት ሒዙ ዘዕውቶ ዝኾነ ይኹን ነገር የለን ኢሎም ዝዛረቡ ሰባት፣ ሕወሓት መሪሕዎ ዝሳኻዕ ፖለቲካ ዕላማ ኣብ ትግራይ የለን። ኣብ መወዳእታ ድማ ጉዳይ ሓደ ሚልዮን ናይ ቅድሚ ሕጂ ዝነበረ ዘረባ እዩ፣ ንምንታይ ሎም ቅነ ተመሊሱ ከምዝመፀ ንሪኦ ወግዕታት እዮም ማለት እዩ። ስረኻ ኣምሊቑካ ዕጥቅኻ ኣራጊፍካ ካብዚ ዝዓቢ ውርደት ሕፍረት የለን። ስልጣን ይትረፈኒ ዘብል እዩ ኣብ ኤርትራ ዘሎ የድሎ። ናብቲ ናይ ሎማዓንቲ ቪድዮ ክንሰግር ኢና። እሞ በቲ ናይ መጀመርያ ቪድዮ እስኪ ንጀምር። ከፊትክለኺ እወ እንታይ ክትጥቀምሉ እንታይ ንምንታይ ከፊትክዮ። ከፍትም ትፍትም ሓደ ዓዲ ክኹርዕ ዓዲ ክተኹርዕ ክልተ ስመይ ክጽዋዕ ስም ክጽዋዕ ሰለስተ ሞራል ሞራል ንምንታይ ከም ዝኸፈተቶ እውን ኣንደርስታንድ ትገብሮ እያ ተረዲኣ እያ ማለት እዩ እንታይ ኢኺ ክተምህሪ ትደልዩ ሰባት ሕዚ ኣብኡ ኮንፊደንስ ኮንፊደንስ ማለት እንታይ ማለት እዩ ኮንፊደንስ ማለት ሓደ ዓርሰ እምነትካ ምእማን ዓርሰ እምነትካ

ስለዚ ግን ዞም ሕማቅ ንዓካ ልሓሱኩልካ ጠንጢንካ ጹቡቅ ሰብ ምእታይ እዩ። እስኪ ጽቡቅ እዩ እዛ ሓፍትና ትብለና ዘላ ንእሽለይ ሓፍትና እንድያ ኣዶናይ ዝብሃል ሓው ኣለዋ ቲክቶክ እንድሕር ድኣ ትፈልጥዎ ኮንኩም ማለት እዩ ኣዶናይ ክኣ ጭንቀት ግደፉ ጭንቀት ዝብሃል ነገር ኣእምሮኩም ኣይተእትዉ ንሰባት ኣይተስምዑ ዝብል ገለ ወግዒ ሒዙ ዝመጽ እዩ ማለት እዩ ካብ ዓብይ ሓዋ ዝተማሃረቶ ክኣ ንሱ እዩ ኮንፊደንስ ማለት ታይ ማለት ምኳኑ ኣይትፈልጥን እያ ኮንፊደንስ ማለት ሓደ ሰብ he is confident enough ማለት ንባዕሉ ዘለዎ ዋጋ መዚኑ፣ ሰልፍ ኢስቲሙ፣ ዝፈልጥ ካብኡ ብድሕሪኡ ከኣ ብናይ ካልኦት ጽዕንቶ ንነገራት ዘይገብር ማለት እምበር ምንም ዘይፈልጥ ሱቕ ኢሉ ዝዛረብ ማለት ኣይኮነን። ንሱ ኣሮጋንት እዩ ዝበሃል። ኣሮጋንት ማለት ወይ ከኣ ትዕቢተኛ ክኸውን ይኽእል ወይ ከኣ ደንቆሮ ክኸውን ይኽእል'ዩ። ብሓፂሩ ስሕፅር ኣቢልካ ማለት እዩ ብድፍረት ዝዛረብ ማለት እዩ ዕቡይ ደፋር ማለት እዩ እሞ ከዓ ምንም ዘይፈልጥ ዝሓፍትና ግን እንታይ መሲልዋ ኮንፊደንስ ማለት ሰባት ዋላ ሕማቕ እንዳገበርካሲ ሱቕ ኢልካ ማለት ኣይዶን ኬር ምባል ቆርበተይ ረጒዱ እዩ ኣይስከፍን እየ ምባል እዩ ዝመስላ እዚ ናይ ምንታይ ውፅኢት ንመሲልኩም ናይ ንበዓል ኣዶናይ ዝኣመሰሉ ሓደ ሓደ ዝዛረቡ ዘለዉ ሰባት ውፅኢት እዩ ነቲ ባህሊ ናይ ምብካል ስራሕ ኦልሞስት ንሳቶም ብፅቡቕ ሓሲቦሞ ክኾኑ ይኽእሉ እዮም ፍሉጥ እኮ እዩ ብዙሓት ሰባት እሲ ክብለኒ እዩ ክትብለኒ እያ ብዝብል ኣብ ገጾም ተዓጽዮም ይነብሩ ኣለዉ እዮም። እዚ ኩላህና ንሰማምዓሉ ሓቂ እዩ። እዚ ማለት ኣነ ከምኡ ግበሩ ወይ ከኣ ከምኡ ኩኑ ዝብል ወግዒ የብለይን። እንተኣይ ግን ኮንፊደንት ማለት ወይ ከኣ ኮንፊደንስ ዘለዎ ሰብ ማለት ግቱር፣ ስታግናንት፣ ኮይኑ ጸባዩ ዘይቅይር፣ ኣተሓሳስብኡ ዘይቅይር፣ ንዕኡ እንዳደፈእ ዝኸይድ፣ ብሕማቕ ዝሳዕረረ ከምኡ መሲሉ ከይርድኦም ንብዙሓት ሰባት ብዝብል እዩ። ኮንፊደንስ ማለት ንስኻ ዘለካ ዋጋ ንባዕልኻ ዘውጻኻዮ ዋጋ ዝተመንካዮ ዋጋ ይኣኽለኒ እዩ ኢልካ ሰባት ዝህብዎ ሪኢቶ ኣብቲ ናትካ ዋጋ ሞስት ፕሮባብሊ ክውስኸልካ ክቕንሰልካ ይኽእል እንድዩ ግን ሓቀኛ ስራሕ እንዳሰሪሕኻ ምቕጻል ማለት እዩ ዌል ዳን ሞይተ እሺ ሰሓቕ እዩ እዚ። አሁን ኤርትራ ብሄድ ጋሪ መግባት ይችላሉ? ፓስፖርት ማውጣት አለብህ። ፓስፖርት ከሌለኝ አያስገቡኝም። ያለ መንጃ ፍቃድ መኪና መንዳት ትችላለህ እና በል። ኦኬ ብዘይ መኪ ብዘይ መግንሒ ፍቃድ ሲ መኪና ክትዝውር ኣይትኽእልን ኢኻ ክትገንሕ ኣይትኽእልን ኢኻ ብተመሳሳሊ ድማ ማለት እዩ ናብ ካሊእ ዓዲ ብዘይ ፓስፖርት ክትኣቱ ኣይትኽእልን ኢኻ ኢላቶ ናብ ኤርትራስ ክትኣቱ ኣይትኽእልን ኢኻ እኮስ ለዛ ነው አሁን ለወደፊቱ ለኢትዮጵያና ለኤርትራ ምን ትመኛለሽ?

ማለትሲ ብዝብል ሓሳብ ትሰርሕ ኔርካ ዘይኮነስ ኣብ ኩሉ ክኣቱ ከሎስ ከመይ ቀኒኹም ዳሕና ዶ ቀኒኹም ምስ በለስ ማጊ ሾው ማለት እዩ ተጋሩን ኤርትራውያን ኣሕዋተይ ብዘይ ኣፋላላይ እዩ ዝብል እሞ እዚ ቃል እዚሲ ንምንታይ ኢኻ ትጥቀመሉ ትብሎ ኣላ ማለት እዩ እዚ ከምኡ ለበለካ ምክንያት ታይ እዩ ወይ ታይ ባህጊ ስለ ልነበረካ እዩ ኣዎ ባይ ዘ ወይ እዛ ቃል እሳ ብጣዕሚ ካብ ልፎትያ እንትን እያ መብዛሕቶም ተኸታተልቲ ይለዋዕሉ ብጣዕሚ እዮም ዝፈትዩዋ እዚኣ ከይተቋርፃ እዮም ብሉና ከዚ ተጋሩ ኤርትራን ኣሕዋት ይብለ ኣፋላይኩም ተለኹ ከዚ ናይ መደብ ብትግርኛ እዩ መብዛሕትኡ ቋንቋ ትግርኛ ሰማዕቲ እዮም ከዚ ቋንቋ ትግርኛ ሰማዕቲ ድማ ተጋሩ ኤርትራውያን እዮም ስለዚ ንክልቲኦም ብማዕረ ዓይኒ ሃምስ ከገልግለኩም እየ ዓይነት እዩ ስለዚ ተጋሩ ኤርትራውያን ኣሕዋት ይብለ ኣፋላይኩም ተለኹ ብጣዕሚ ደስ ለኒ ካሊእ ሰብስ ዳሕና
ከም ብማልካ ካብ ተኸተልትኻ እንታይ ዓይነት ፅዕንቶ የብፅሕካ ነይሩ
ተፅዕንቶ እንታይ እኒኦ ምስ ኢልኪ ወቕቲ እኒኦዎ ሰዓት ከዚ በተለይ ምስቲ ናብ ፖለቲካ ነገራት ክረአ ተሎ በተለይ ከዚ ኣብቲ ክባን ዕፅዋ ዝነበርናሉ ከዚ ብዙሕ ሰብ ዘይድግፎ ነይሩ ዝኣነ ክዛረብ ተለኹ ብተጋሩ ይኹን ብኤርትራውያን ይኹን ማለት እዩ ከዚ ተጋሩ ኤርትራውያን ኣሕዋት ይብለይ ኣፋልላይ ክብል ተለኹ ሓደ ሓደ ተጋሩ ኖ ኤርትራውያን ኣሕዋትና ይኾኑ ን ኣዕልቱ እንተና የቅምጠለይ ሓደ ሓደ ኤርትራውያን ድማ ኖ ኣሕዋትና ይኮንኩም ሃምዛ ሃምዛ ሃምዛ ሃምዛ ኢሎም ብዙሕ የቅምጡ ግን ኣነ ሞር ዝርእ መኒ ኒው ንባዕለይ ተኸተልቲ ኒው ኣነ ተጋሪዎቿን ሓቲ ብላይ ኣፋላይ ክልተ ኣለኹ በቃ ብጣዕሚ ደስ ዝብሎም ኒው ብውሽጢ መስመር ከይተረፈ ደው ኢሎም ለዋገኑ ኣሕዋት ኒው ካብ ተጋሩ ይኹን ኤርትራውያን ይኹን ግርም እንታይ ድዩ እቲ ዘረባሲ መብዛሕትኡ ግዜስ ክንዑ ዝገጠሞስ ኣነ ውን ዝገጠመኒ እዩ ዝመሰለኒ ከመ እዩ መብዛሕትኡ ግዜ ሰባት እንድሕር ድኣ ብዛዕባ ኤርትራውያን ተወግዕቲ ኮይንካ ሰማዕትካ ሰማዕትና ንሕና ማለት እዩ ቋንቋ ትግርኛ ኢና ንዛረብ ኣለኹ ኣነ ንኣብነት ዳርጋ መብዛሕትኡ ሰማዒ ወይ ከኣ ናተይ ናይ ፕሮግራም ተኸታታሊ ካብ ሳብስክራይበሩ ጀሚሩ ካብቲ ዘሎ ተሳትፎ ጀሚሩ ማለት እዩ ብዙሕ ሰማዒ ኣብ ኤርትራ ኣለኒ ካብኡ ከዓ ዘይነኣስ ማለት እዩ ብፍላይ ትግራይ ድሕሪ ኩናት እምበር ኣብቲ ኩናት ግዜ ኢንተርኔት እውን ስለዘይነበረ ሙሉእ ብሙሉእ ኣብ ኤርትራ ይስማዕ ነይሩ ናይ ኤርትራውያን ኣብ ኤርትራ ዘይኮነስ ኤርትራውያን ይከታተልዎ ነይሮም ኣብ ዝተፈላለዩ ቦታታት ኮይኖም እዩ ሽዑ ግን እንታይ ይብለን ነይሩ ዝኾነ ሰብ ከምዚ ዓይነት መደባት ክሰርሕ ከሎ ኣነ እውን ከምቲ ማጊ ዝበሎ ማለት እዩ ዝመፀኒ ዝነበረ ዘረባ ከምዚ ብፍሉይ ኣብኡ ትውለድ ኣብ ኤርትራ ትውለድ ወይ ከዓ ኤርትራዊ ከም ዝኾንካ ፍርቂ ወገንካ ከምኡ ከም ዝኾነ ከምኡ ኢሉ ከም ዛረበካ ካልኣይ ከዓ ከምዚ ተሽቃብጥ ዘለኻ ማለት እዩ ምሽቅባጥ ማለት እንታይ ማለት መስልኩም ናይ ኢትዮጵያ ቋንቋ እየ ዘውግዕኩም ዘለኹ ሽሩሩ ትብል ከም ዘለኻ ገለገለ ኣምሲሉ ዝሪኦ ሰብ ኣሎ ማለት እዩ ነወይ እቲ ናይ መደብ እቲ ናይ ሚድያ ባህሊ ካብቲ ናይ ትግራዋይ ዝሰምዑ ብላዕሊ ማለት እዩ ኤርትራውያን ብጣዕሚ እዮም ኣብ ሚድያ ኣክቲቫት ስለዚ ነቲ ቋንቋ እውን ብዝዛየደ ብስነ ፅሑፍ ይኹን ብናይ ሚድያ ስራሕቲ እውን ብዙሓት ናብ ኣብ ዩትዩብ ኣብ ቲክቶክ እንድሕር ዳኣ ሪኢኹሞም ንሳቶም እዮም ዝነጥፉ ነይሮም ሕጂ እዮም ተጋሩ ነቲ ጉዳይ ዝኣትዎ ዘሎ ማለት ተጋሩ በሙዚቃ ብክሊፕ ወዘተ ገለ ተዘይኮይንስ ብዩትዩብ ብካሊእ ናይ ቲክቶክ እንታይ ዝበሃልስ ኣይነበሩን ስለዚ ዘይነበረ ከዓ ናታቶም ፕሮግራም ክትሰርሕ ኣይትኽእልን ኢኻ ማለት እዩ ናትካ ፕሮግራም ኢኻ ትሰርሕ ናትካ ፕሮግራም ክትሰርሕ ከለኻ ከዓ ሰማዕተይ ናብ ትብሎም ሕደም ኦድየንስ ናብ ዝኾኑ ቦታ ክበፅሓልካ ናብ ትደልዮ ኢኻ ትሰርሕ ማለት እዩ ሶ ከምዚ ዓይነት ነገራት የጋጥም እዩ ማጊ ጥራሕ ኣይኮነን ንኩላህና ከም ዓይነት ኢንቴንሽናት ኣሎ ምስ ፖለቲክስ ከዓ ብጣዕሚ ኣዝዩ ሓደገኛ ተኣፋፋዊ ዝኾነ እንታይ ይበሃል ቃላት ክትዛረብ ትኽእል ኢኻ ማለት እዩ ብዝተኻእለ መጠን ብዘይ ኣፈላላይ ቋንቋ ትግርኛ ንዝሰምዑ ዘለዉ ማለት ስለ ዝኾነ ትርጉሙ ግን ኣዝዩ ፖዘቲቭ እምበር ነገቲቭ ኳስ ኣይነበሮን እዚስ ናይ ፍቕሪ እምበር ናይ ፅልእስ ኣይነበሮን ማለት ግን ከምዚ ሰባት ይብሉ ንክብል ከሎስ ስለ ዝገረመኒ እየ ነዚ ተዛሪበሉ ዘጋጠመና እዩ ማለተይ እየ ናብ ማዕበል ቀጸልና። ኣብዚ ኢትዮጵያውያን
ናይ ብሓቂ ኣለኩም ደለኹ ማዕረት ንንዕቆም ዝነበርና ብጀካ ጸርፊ ኩላ ሕጂ ኣነሲ ኤርትራውያንሲ ኣይጻረፉን እዮም ኣይንጻረፍ ጸርፊ ናይ ድኹማት ናይ ስዑራት ገለ ኢና ነርና ግን ኣብዚ ሰዓት እዚ ዝጻረፍ ዘሎ ኤርትራዊ እዩ እንታይ ኮይኑ ይጻረፍ ዘሎ እንታይ ኮይኑ ድዕግር ዝብለሉ

ንዛረብ ደለ በቲ ነገር ኣለካ ትፃረፎ ደለካ ካ በቲ ነገር ኣለይ እኔ የአብይ ደጋፊ ነበርኩ መጀመሪያ እሺ
ወደ ስልጣን እንደመጣ ኡፍ ተመስገን ብለን ግልብጥብጥ እዮም ኢሎም ማዕበል እውን ኣብ ካሊእ ጫፍ ኢኹም ረኺብኩ እሞ ስታሊን እውን ኣብ ካሊእ ጫፍ ኢና ረኺብናዮ ብዙ ትግራዋይ ይመስለኛል ምክንያት ነበረ አንደኛ የትግራይ የበላይነት የተባለ ሁ- ትግራዋይ ይሸማቀቅ ነበር ሰርቶ እንኳን ሰርቶ በላቡ ብሓቁ እዩ ኣብታ መጀመርያ ኣነ እውን ዝብላ ዘሎ ሲ ብዙሕ ክመሃር ከለኹ ካብ ዝገጠመኒ ክመሃር ከለኹ ዝገጠመኒ ብዙሓት መሓዙተይስ ሓደ ካብቶም መሓዙተይ ኣነ ብጣዕሚ ጸጊምዎም ካብ ዝመሃሩ ሰባት ሓደ እየ ነይረ እሞ ግን እንታይ ይብል ነይሩ እንታይ እንታይ ኢልኒ ዝኾነ እዋን ኮፍ ኢልና እንዳጻወትና እንዳሃለናስ ንስኻ እኮ ስራሕ ተታሒዙልካ እዩ ምስ ተመረቕካ ትመሃር ዘለኻ ስራሕ ተታሒዙልካ ኢልንስ ክሳብ ሕጂ ኣይርስዓንን ማለት እዩ ካብ ድሓር ከም ዘይርኢ እዩ ተረዲኡኒ ዓይኑ ኣነ ብጣዕሚ እየ ዝለፍዕ ነይረ ብጣዕሚ ይለፍዕ ክብለኩም ከለኹ ማለት እቲ ኮንሲስተንስን ተብኡ ዝነበረ ዲስፕሊንን ኣብዚ ሕጂ ክገልጾ ኣይክእልን እየ ማለት እዩ ኣብ ስራሕ እውን ከምኡ እየ ለፊዐ እየ ነዊሕ እዋን ኣብዚ ጉዳይ እዚ ብፍላይ ኣብ ሚድያ ማሕበራዊ ሚድያ ቲክቶክ ፌስቡክ ብከምኡ እንተዘይ ደረጃ ተዘይኮነ ኣብ ዩትብ ግን ነዊሕ ፀኒሐ ኣለኹ ማለት እዩ ቀሊል ዝበሃል ኣይኮነን ብዙሕ ቪድዮ እውን ኣፕሎድ ፅዒነ ኣለኹ ማለት እዩ ክሳብ ሕጂ ግን ከምኡ ኣብ ትምህርቲ እውን ብተመሳሳሊ መልክዑ ይለፍዕ ነይረ ሕጂ ንሱ እንታይ ኢልኒ ስራሕ ተታሒዙልካ እኮ እዩ ኢሉኒ። ልቡ ምሕሳብ ዝኽእል እንተዝኸውንሲ፣ ስራሕ ተታሒዙለይ ተኾይኑ እንታይ ክገብር ኣነ ከይደቀስኩ ኣብ ላብረሪ ይሓድር? ስራሕ ተታሒዙለይ ተኾይኑ እንታይ ክገብር ኣብ ላብ ዕስራን ኣርባዕተን ሰዓት ኮዲንግ ግዛዕ ምዛዕ ክለማመድ ኮፍ ኢለ ይውዕል? ስራሕ ተታሒዙለይ እንድሕር ኮይኑ ከምዚ እንድሕር ደኣ ነይሩኒ ኮይኑ ዝብላዕን ዝስተን እንተኾይኑ ነይሩኒ እንተኾይኑስ እንታይ ክገብር ብስሊፐር ገይረ ሸታሕ ሸታሕ እናበልኩ ማለት እዩ እግረይ እንዳጋጨኹ ሳብ ሰዓት ሸውዓተ ናይ ለይተኡ ይሓድር? ሕጂ ንሱ ለጥ ኢሉ እንዳሰተየ ሓዲሩ ጭፍር ቀንዩ መጽዩ ክሳብ ዓርቢ ንዓይ ታይ ይብለኒ ነይሩ ተታሒዙ ኢልካ ቆይ ስራሕ ኮምዚ ኢልካ ትመሃር ኣለኻ ኮምዚስ የጋጥመና እዩ ኮምዚስ ርግጸኛ እየ ማንም ሰብ ሰሚዑ ክኸውን ይኽእል እዩ ማለት ዋላ እቲ ብጻዕርኻ ፈጣሪ ሂቡካ ብዝኾነ ዘምጻኻዮስ ንስኻ እኮ ኮምዚ እኮ እዩ ተማቻችልካ ነይሩ ዝብሉ ሰባት ነይሮም እዚ ኣይረሳዕክዎን ኤኒወይስ ኣዘኪሩኒ ማለት እዩ

በቃ መንገዲ ኢኻ ትስእን በቃ ሽዑ ኣብ እንታይ እዩ ዝበሃል ዝነበረ ማለት እዩ መንገዲ ትስእን ከምኡ ዝብለካ ሰብ ክበዝሕ ምንባሩ ማለት እዩ ዋላ እቲ ንስኻ ዘምጻኻዮ እዩ ሕሉፍ ሓሊፉ ሰባት ከምኡ እንድዮም ሰብ ውድቀቱ ኣይኣምንን ውድቀቱ ከይኣምን ድሕሪ ድኣ ደልዩ እንታይ እዩ ዝገብር እቲ ናቱ ውድቀት በቲ ናይ ካልኦት ዘሎ ጥንካረ በቲ ናቱ ውድቀት ንሱ ተሓተቲ ተሓተቲ ንሳቶም ምዃኖም እዩ ሰበብ ገይሩ ዝንቀሳቐስ ማለት እዩ ኖ ተሓታቲ ባዕሉ እዩ ሰብ ንውድቀቱ ይኹን ልምዓት ይኹን ንዓወት ክኸውን ይኽእል ንዋት ኤቨር ኬዝ ማለት እዩ ተሓታቲ ናይ ባዕሉ እዩ ሓላፍነት ዝወስድ ባዕሉ እዩ ምናልባት እወ ሰባት ዕንቅፋት ኣይኾኑኻን ሰባት ኣይሕንኩሉኻን ኣይበሃልን ግን ድማ መጀመርታ ንሳቶም እውን ብተመሳሳሊ ሽሻይ ከም ዘይኮኑ ኣቐዲምካ ፈሊጥካ ፈሊኻ ምፍላጥ ናይ ባዕልኻ ስራሕ እዩ ስለዚ ከምኡ ዝገብሩና ሰባት ነይሮም ከምኡ ዝብሉኒ ሰባት ብዙሕ ግዜ እዮም ገጢሞምኒ እዞም ከምኡ ዝበሉ ሰባት ክቕረፍ ይኽእል እዩ ዋይ ድሕረ ደጊምሲ ብሱር ወያነ ወያነ ከምዚ ገበረት ከምዚ ገበርኩም ተጋሩ ስለ ዝኾንኩም ኢኹም ከመይ ከመይ ስለ ትብል ኢኻ ገለ ነይሩ እኮ እዩ ዝተጠቐመ ሰብ መዓት ነይሩ እዩ ብከምዚ ዓይነት ጉዳይ ፍሉጥ እዩ ግን ዋላ ብሱሩ ዓስር ሳንቲም ዘይተጠቐመ ከምዚ ከማይ ዝኣመሰለ ሰብ ወዲ ሓረስታይ ንባዕሉ ግን ኣብዚ ጉዳይ ይለፍዕ ነይሩ እዩ እዩ የሰማምዓና እዩ ሓሳብ እዚ ረዩ ናይ ሰላሳ ሚሊዮን ዶላር ፕሮጀክት ተባሂሉ ብወዲ በሻሻ ተታሒዙ ዘሎ ፕላን እዩ ትግራዋይ ነዚአን ክተፍርስ ክትቃለስ ክትክእል ኣለካ ዋጋ ኣትከል ኣለካ እዚ ፖለቲካል ኢኮኖሚ በቃ። ትሪኢ ኣለኻ ማለት እዩ ንሕናስ መፍረሲ ኢና ናይዚ ንስኻ ንባዕልኻ ኣብ እታ ኢባል ደፊዕኻስ ንዓና መፍረስቲ ጌርካ ተቅምጠና ማለት እዩ ባዕልኻ መጺኻ ኣፍርሶ ተዳሊኻ ኣፍርሶ። ክንጋደል ኢና ክንቃለስ ኢና ኣብ ጎንኹም ኮይንና ንመን ሒዝና ንኣኹም ሒዝና ዘይንፈትሖ ጸገም የለን ህዝቢ ትግራይ ሒዝካ ክፍታሕ እዩ ርግጸኛ ኢና ማለት እዩ ከህዝቢ ትግራይ ሒዝና ዘይንሰግሮ ሩባ የለን። ዘይንደጎ ዘይንድዮ ጎቦ የለን ንዓኹም ሒዝና ኢና ኣብዚኣ ኣብጺሕና እኔና ሕዚ ውን ህዝቢ ጨርጨር ኣብ ቦታኻ ምዃንካ ምንም ጥርጥር የብልናን ገምጋምና እዩ እዚ ኣብ ቦታኻ ኢኻ ምስ ውድብካ ኢኻ ትቃለስ ኣለኻ። ሰብኣይ ዝበሎ ዝሰምዖ ሰብ እኒሆ። እወ ሰሚዕናዮ እኔና። ሓደ ሰብ እንድሕር ሰዊእና ካልኣይ ሰብ ወሲኽና ውን ክነሰውእ ኢና ሃገርናስ መን እዩ ዝደፍራ ኢሉ። ባይ ስማዕ ተሳኢሳ ንመን ሃደ ደፊንካ ንመን ክዓቱ ዝበልካ ውፃእ እስቲ ባዕልኻ ኪድ ዋ ቅድሚ ሕዚ ዝሓለፈን ዝ- ዝኾነን ንባዕልና ምርዳእ ኣብና ተነበርና ኣለውንስ ለሊ ሕዚ ንመን ክትውስኽ ደሊኻ ንሕና ዝተረፈ መንእሰይ ሒዝናስ ክንቃለስ ኢና ስጀመር ነበር ዓቕሚ ምናምን ምናምን ተኣኪኩም ከም እትብሉ ኣለኹም ንኣትን ጠርነፍቲ ማለት እዩ ናይ ቀበሌ ጠርነፍቲ ተኣኪብክን ንሕና ከምዚ ኢና ተጋዳላይ ወርቂ ተወደላይ ጨርቂ ናልክን ተበራብራ ዘለኹንን ኣቱም ነባር ዓቕሚና ገለ ናልኩም ገዛ ተሓቢእኩም ነርኩም ምምሕዳረ ኢለ ጆስቲኸ ኣብቀለ ይነበርኩ ንመን ኢኹም ውፃየ እንታይ ንሕና ዝተረፍቲ ሰራዊት ሒዝና ክንከይድ ትብልኹም እስቲ ኺዱ ባዕልኹም ውፁ ንሕና ሃገር ትግራይ ምዃና ትግራይ መፍሪጥኩም ማንም ዘይተዋግኣ ሰብኩ የለን ሕወሓት መሪሕዎ ዝሳካዕ ፖለቲካ ዕላማ ኣብ ትግራይ የለን ኩሉ ሰብ ፈልጥቦ ብሱር የለን ተሰዓ ሓደር ኢኹም ኢኹም ሰማዕቲ ማለት እዩ ሕዚ ክልተ ሽሕ ዓሰርተ ሰለስተ ናይ ጆኖሳይድ ኩናት መሪሑ እዩ ኢሉ ዘሳክዑ ትርእዩ ኣነ ብዚ ሰብ ብዙሕ ሰብ ኒቂሁ እዩ ካልኣይ ተዓንቱ ካድረም ዝወሰኑ ሰባት ስም ኣንመሰ ኣደይ ኣቦይ ወደይ ብድሕርትካ ከይጥቃዕ ብግንባርካ ዝበሃል ጭርሖ ለይንውር ግን ንውር ዝገበሮ ሕወሓት ግን ሱሶት እዩ። ተባሂሉ እውን እኮ ኣይፈልጥን ኣብ ትግራይ እሱ እኮ እሱ ኢሉ ፕሮፓጋንዳ ስለ ዝብሃል ጨዋት ተቐቢልናዮ እምበር ይጭርሐሉ እኔማ ካብ ለካ- ተባሂላቶ ትፈልጥ ኣደ እኮ የለን እዎ እሞ በየደራሹ ለጨርሖ እኔማ ኮይነ እንዴ ነይኮነ ንፈልጥ ለጨርሖ ህወሓት ላብ ሚዲያ ብዙሕ ለደናግሮ ድማ ምስሩ ታህልም ዘለት ካድረ እውን እሱ ንወዳ ከምኡ ኢላ ክትሰድደ ይትኽእል ትኽክል ተፈጥራዊ ሲ- ታህልም ዘለት ተፈጥራዊ ሲ ትኽክለኛ ሓቂ ተፈጥራዊ ሲ ንውላድካ ከምኡ ይበሃል ተፈጥራዊ እሱ ተፈጥሮ ዝሃበካ ሓቂ እሱ እዩ ክኾን ይግብኦ ማለት እዩ ስለዚ ልሳኻዕ ፖለቲካ ዕላማ የለይ ኣብ ጠረጴዛ ሞኪርና ለይተሳኻዐልና ለየለይ ህወሓት መሪሑ ለሳኽዖ ናይ ትግራይ ረብሓ ለየለይ ኣብዚ ጉዳይ ድሕር ሕዚ ንሕወሓት ዓጅቡ ዝጠፍእ ዝቆስል ዝዓኑ እንተይሉ ፅባሕ ንግሆ ኣዶ ይኹን ኣቦ ይኹን ውላድኻ ትሰድ እንተዝተገዲድካ ምናምን ዝበለት እትርብሖ ነገር የለን ሓዘን ኣብ ጎዛኻ ልል ጎረቤትኻ ተዓዘብ። ኣነ ሓደ ሓደ ግዜ መስምዒና መሕሰቢና ግዲ ተወሲዱ እዩ ዝብሉ ብዙሓት ሰባት እንዲኹም ትሰምዑ ሓቂ ኣብ ቲክቶክ እቲ መሕሰቢናስ ተወሲዱ እዩ ከንሸወሞ እዮም ገለ ገለ ዝብል ሰብ ትሰምዑ ኢኹም ማለት ብወገን ኤርትራ ከምኡ ይብል እዩ ዝብሉ ሰሚዐ ነረ ኣብዚ ክልተ መዓልቲ እውን ሰሪሑ ኣለኒ ነረ ዝኾነ ቪድዮ ማለት እዩ ናትና እውን ናትና እዩ ተወሲዱ ምናልባት ናይ ኤርትራውያን ተወሲዱ ይመስለን ነሩ እሞ ንሕና ግን ንምንታይ እዮም ዘይሓስቡ ከምዚ ገይሮም ኢልካ ይሓስብ ነረ ዲክታተር ደይኮነን እዩ ስርዓት ንዓቶምስ የሳቅዮም እንዲ ዘሎ እንዳሰደዶምስ ከመይ ገይሮም ይፈትዎ ወዘተ ገለ ትብል ኢኻ ምሽ ትናትና ግን ኣብ ክንዲ ምንትምንታይ የዋጋእና ምህላው ንምንታይ ዓይነት ውግእ ንዳሎ ምህላውና ንውዓሉ ሕጂ ዓቕልኻ ኣይጸበካ ዓቕልኻ ኣይጸበካ ማለት እዩ ጭንቕ እውን ክብለካ ይኽእል እዩ በቃ ዝኾነ እንታይ እዩ ኮይኑ ዝኒሄ እንታይ እዮም ዓቢዶም ድዮም ብጥዕንኦም ድዮም ብጸገም ድዩ ኣይትፈልጦን ኢኻ ማለት ይዛረብ ኣለዎ ሰምዕዎ እስኪ እዚ ኣብዚ ኣኒሄ ምጽጽላይ ዝመስል ኣቦ ኣቦ እዩ ዓብዪ ሰብኣይ እዩ ሰይዉ እዩ ግን እንታይ ዓይነት ጨካን ሕማቕ ቃላት ዘውፅእ ከምዚኣ መሓናግ ምዃኑ ብጣዕሚ ይገርመካ ቀደም ዝዛረቦ ነበረ እኮ እዩ እዚኦም እኮ ክልተ ሞት ኮይኖም መጀመርያ ሓደ ሚልዮን ትግራዋይ ኣህሊቕካ ኣብ ቅድሚ ህዝቢ ትግራይ እዚ ኩሉ ፈኸራን ዳንኬራን ህጣሙ ጠፊኡ ስረኻ ኣምሊቑካ ዕጥቅኻ ኣራጊፍካ ካብዚ ዝዓቢ ውርደት ሕፍረት የለን። ዜጋታት ደቂ ህዝቢ ኣጥፊእኻ ንስኻ ክትቅጽል ምሕሳብ። ልዕሊኡ እንደገና ነዚኦም ህጻናት እዚኦም ኣጽኒትካ ከኣ ንስኻ ንህይወትካ ክትሰርር ንኣሜሪካ ምጽእ እሞ ሓግዝኒ ኢልካስ ኣሜሪካ ሓዚላቶ እኮ እያ ትዘውር ዘላ ክሳብ ሕጂ። ንዓና ድሕሪ ክንታይ ሕጂ ውሕስነት እውን እዩ ክትብል ዘሕ- ዘሕ- ውሕስ ዘሕዝን።
ቀዳማይቲ ኣብቲ ክራይቴርያ ዝሓተተታ ውሕስነት ናይቶም ንሰላም ዝዛተዩ ንደሊ ኣለና ኢላ። ውሕስነት ድሕነት ናይ ነብሳ ዓጢጥዋ። ስለዚ ወያነ ከም ኣማውታ ድሙን ኣንጭዋን ክትጠፍእ እያ ኢልና ነይርና።
ሰማዕ እሞ መን እኒኦ ገና ወልኻ ዶ ትጋገ ይብል እኮ ወ ናወልኻስ ፈ ትብል ንስኻ ፐ ትብል ከምኡ እዩ እምበር እዚ ሓውና ይነግረና ኣሎ ኮፍ ኣቢሉ ይነግረና ክልተ ግዜ ስከመይ ጌርካ ትጠፍእ ወረ ሓደ ሓደ ግዜ ሰለስተ ግዜ እዩ ዝኸውን ዘሎ ሕጂ ማለት እዩ ከመይ ገይሮም ይሽወዱ ይገርሞ ኣሎ ንባዕሉ ዋላ እቲ ከምኡ ዝበለናስ ሕጂ መሊሱ እንደገና ዋሃታ ብጣዕሚ እዩ ዝገርም ይብለና ኣሎ ብጣዕሚ እዩ ዝገርም ምስ ንዓናስ በቃ ይድነቕስ ኣሎ ማለት እዩ ይድነቕ በቃ ታኣምር እዩ እሺ ወድ ጠባብ። ግን ሓንቲ ነገር ክነግረኩም ኣብ ኤርትራ ዘለዉ ሰበ ስልጣን ካብ ዓቢኦም ይንኣሱ ሲ ስልጣን ምሓዝ ኮምኡ እንተኮይኑ ስልጣን ምሓዝ ሚኒስተር ምኳን ዓቢ በዓል ስልጣን ምኳን ብኮምኡ ናይ ናብራ ስታይል ዘንብረካ ተኮይኑ ስልጣን ይትረፈኒ ዘብል እዩ ኣብ ኤርትራ ዘሎ የድለኩም ኣብ ካልእ ካልእ ይድሓን ኣብ ኤርትራ ዘለዉ ሰበ ስልጣን ኣብ ኤርትራ ዘለዉ ሓለፍቲ ሚኒስተራት ይኩኑ ዝኮኑ መነባብርኦም ሂወቶም ሂወት ደቆም ስድርኦም ኩሉ ንስለ ኤርትራ ዋጋ ድከፈሉ እዮም እቲ ስልጣን እቲ እቲ ፖዚሽን እቲ እቲ ሓላፍነት እቲ ስልጣን ድበሃል ተኮይኑ እየ ድብለኩም ስልጣን በዓል ስልጣን ደብሎ እንድሕር ኮይኑ ኣነ ይትረፈኒ ንዓይ ከም ልሙድ ኣብ ኩሉ ዓለም በዓል ስልጣን ኮይኑ ይትረፈኒ እነ ኢታይ ስጋ ዶ በሊዕኽን ምስ ከልኡ ነቲ ሓሲመዮም እዩ ይትረፈኒ ኢልካ ተሪፉካ ውን እዩ ዘሎ ስልጣን ምባል ዘብል እንድሕር ደኣ ኮይኑ ታኮይኑ ዘየብል። ስምዓኒ ክነግረካ ኣነ ክሳብ ሓምሳ ዓመተይ ተቃሊሰ ክሳብ ኣርብዓ ዓመቱ ዝተቃለሰ ሓደ መንእሰይ ድሕሪ ኣርብዓ ዘለዎ ንናይ ባዕሉ ሂወት ዘይኮነስ ናይ ቤተሰቡ ሂወት እዩ ዝሕስቦ ቤተሰቡ ኣብ ጽቡቅ ቦታ ዝነብሩ እንድሕር ኮይኖም ቤተሰቡ ኣብ ፎቆዶ ኣሜሪካ እንድሕር ድኣ ዝነብሩ ኮይኖም ናቱ እሞ ኣቦይን ኣደይንስ ተወጺዖም የለውን ኢሉ ዝሓስብ እንድሕር ኮይኑ ብድሕሪኡ እንተስ ክነብር እንተስ ክመውት ክዋጋእ እየ ክብለኒ ይክእል ንምንታይ ፈትሑ እያ ፕሮብሌሙ ጸገሙ ኦሬዱ ፈትሑ እዩ። ስለዚ ኣብዚ ዓለም እዚ ኣይበጻሕክዎን ኢሉ ዝዛረቦ ጉዳይስ የብሉን ማለት እዩ እሞ ኣነ እዚ እየ ዝብለካ ዘለኹ ፕሮብሌሙ ዝፈትሐ ሰብ ኣነ ፕሮብሌመይ እኳ ተወሳኺ ይዕሉ ንዓለም ስልዑ ዘየልዓልኩሉ ዝበሃል ንዓለም ስልዑ ዘየልዓልናሉ መናእሰያት ንሕና ኢና እምበር ግዳያት ንሱ ግዳይ ኣይኮነ ከምኡ ኢልካ ከይትሽወድ ከምኡ ኢኻ ተእምነና ኢኻ ትፍትን ዘለኻ ማለት እዩ ናይ ዝኣምነልካ ሰብ የለን ናይ ሎማዓንቲ ቪድዮ ነዚ ይመስል ኣመና ኣመና ብዘየገድስ ማለት እዩ ቪድዮና ከምዚ ትሪእዎ ዘለኹም ንስኻትኩም ሳብስክራይብ ሼር እናገበርኩ ናብ ካልኦት ስለ ተባፅሕዎ ዘለኹም ብጣዕሚ ደስ እዩ ዝብለኒ ማለት እዩ ሕጂ እውን ብተመሳሳሊ ነዚ ቻናል ሳብስክራይብ ላይክ ኮሜንት ሼር ብምግባር ሪኢቶ እንድሕር ዳኣ ኣለኩም ኮይኑ ድማ ሃነፅቲ ሪኢቶታት እንዳንበብኩም ማለት እዩ ብምኻድ ብጣዕሚ ደስ ደስ ዝብሉ ሪኢቶታት እናገለፅኩምለይ ኪዱ ብዙሓት ብዙሓት ሰባት ኢኹም ሪኢቶታትኩም ፅሒፍኩምለይ ዘለኹም ማለት እዩ መናእሰይ ከለና ኣብ ኣስመራ ክተት ማለት ሓሱ ኣጋንን ማለት እዩ ከታቲ ማለት ሓሳዊ እዩ ይብል ኣሎ ማለት ብሓጺር ኣባህላ ክተት ገለ ገለ ዝብልሲ ኣብቲ ውሽጢ ዓዲ ዞሎ ሰብ ተጸጊምዎ ዞሎ ጸገሙ ዘይርዳእ ሰብ እዩ ኮምዚ ዓይነት ዝገብር ንስኻትኩም ውን ድማ ሙቕ ዝበለ ርእይቶ ጸሓፊኹም ሉዋም ቅነ ክኾነልኩም ይምነ ቻው ዳሕና ቅንዩ ታም Woodlight
ዳሕና ሕደሩ ታሕዋተይ ማለቱ እዩ።